ወልድን መንፈስ ቅዱስን ሓደ ኣምላኽ ኣሜን ፍቁራን ኣሕዋተይን ኣሓተይን ሎሚ ድማ መበል ዓሰርተው ክልተ መዓልቲ ናይቲ ንገብሮ ዘለና ንባብ መዝገበ ሃይማኖት ካብ ቁፅሪ ሰማንያን ሸሞንተን ክሳብ ቴስዓን ሓሙሽተን ክንርኢ ኢና። ኣንቀጽ እምነት ቁጽሪ ሰማንያን ሸሞንተን፣ እቲ ናይ ቤተ ክርስቲያን ሥልጣነ ትምህርቲ ነቲ ካብ ክርስቶስ ዚመጽእ ሥልጣን ብምልኣት ትርጉሙ ኣብ ግብሪ ዘውዕለሉ ንኣናቕጽ እምነት፣ ዶግማ፣ ዚዝርዝርን ከነጽርን ከሎ፣ እዚ ማለት ድማ ብዘየዳግም ናይ እምነታተና ሕዝበ ክርስቲያን ንኪቕበሎ፣ ብዘገድድ መልክዑ ንዝቐርብ ኣብ መለኮታዊ ግልጸት ንዘሎ ሓቅታት ወይ ከኣ ምስኡ ኣገዳሲ ምጥንናግ ዘለዎ ሓቅታት ወሲኑ እንከቕርብ እዩ። ቁጽሪ ሰማንያን ትሽዓተን ኣብ መንጎ መንፈሳዊ ሕይወትናን ኣናቕጽ እምነትናን መሠረታዊን ሥርዑን ዝኾነ ምትእስሳር ኣሎ። ኣብቲ ጉዕዞ እምነት ኣናቕጽ እምነት ከም መብራህቲ ኮይኑ የብርሆን ጽኑዕ መሠረት የርግጾን። ብኻልእ ኣዘራርባ ህይወትና ቅኑዕን ትኽ ዝበለን እንተድኣ ኮይኑ፣ ኣእምሮናን ልብናን ድማ ርሑው ኮይኑ፣ ነቲ ኣናቕጽ እምነት ዘንጸባርቕ ጩራ ብርሃን ክቕበል እዩ። ቁጽሪ ቴስዓ፣ ኣብ መንጎ ኣናቕጽ እምነት ዘሎ ሓድሕዳዊ ምትእስሳርን ስኒትን ኣብቲ ናይ ምስጢረ ክርስቶስ ምልኣት ግልጸት ይጭበጥ። ምስቲ መሰረታት እምነት ክርስትና ዘሎ ርክብ ዝተፈላለየ ስለ ዝኾነ፣ ኣብ ካቶሊካዊ ትምህርተ እምነት ናይ ሓቅታት እምነት፣ መዓርጋዊ ደረጃ ወይ መስርዕ ኣሎ። እምነት መልእልተ-ባህርያዊ ትርጉም ኣለዎ። ቁጽሪ ቴስዓን ሓደን፣ እቲ ዝተገልጸ ሓቅታት እምነት ኣብ ምርዳእን ምግንዛብን ናብ ካልኦት ኣብ ምምሕልላፍን ከኣ ኩሎም ምእመናን ነናቶም እጃም ንምብርካት ይሳተፉ። ነዚ ዝምህሮምን ናብ ምልኣት ሓቂ ዘብጽሖምን ዝመርሖምን መንፈስ ቅዱስ ብቕብኣት ተቐቢልዎም ተቐቢሎምዎ እዮም። ቁጽሪ ተስዓን ክልተን፣ ብጉዳይ እምነት ዝመጽእ ናይ ምእመናን ኣካል ብምሉኡ ክጋገ ዘይክእል እዩ። እዚ ዓይነተኛ ጠባይ'ዚ ብወገን ምእመናን ኣብቲ ናይ እምነት መልዕልተ ባህርያዊ መዳዩ እንክግለጽ ልባዊ እምነት፣ ኣብ ኣቡናት ጀሚርካ ካብ ኣቡናት ጀሚርካ ክሳብ'ቲ ተራ ምእመን ኣብ ጉዳይ እምነትን ሞራልን ኣብ ዘርእይዎ ሓፈሻዊ ስምረት ይረጋገጽ። ቁጽሪ ቴስዓን ሰለስተን ህዝቢ እግዚኣብሔር እምበኣር መንፈስ ሓቅን ጽድቅን ብዝጎሳጎስን ብኣኡ ዝንቀሳቐስን ልባዊ እምነት በሪሁ ብናይ ቤተ ክርስቲያን ዝተቐደሰ መዝነት ስልጣን ትምህርተ ተመሪሑ ነታ ሓንሳብ ንወትሩ ንቕዱሳን ዝተዋህበት እምነት ይቕበል ነዛ እምነት እዚኣ ብትብዓት ይዓትራ ብቕኑዕን ሚዛናውን ርድኢት ይምርምራ፣ ብዝበለጸ ምልኣት ከኣ ኣብ ዕለታዊ ህይወቱ ይነብራ። ኣብ ናይ እምነት ልቦና ምዕባይ፣ ቁጽሪ ቴስዓን ኣርባዕተን፣ ናይ ክልቲኡ ማለት ናይ ቃላትን መዝገበ እምነትን ርድኢት ወይ ግንዛቤ ኣብ ህይወት ቤተ ክርስቲያን ብሳላ ረድኤት መንፈስ ቅዱስ ቀጺሉ ክዓቢ ዝኽእል እዩ። ነዚ ነገራት እዚ ኣብ ልቦም ብምሓዝ ብተመስጦ ዘስተንትንዎ ዝጽዕይዎን ምእመናን ዘጽንዕዎን ምእመናን ብፍላይ ብዝገብርዎ ትምህርተ መለኮታዊ ምርምር ናይቲ ዝተገልጸ ሓቅታት ፍልጠቶም የዕምቑ። ምእመናን ካብ ዘስተማቕርዎን ዝነብርዎን ናይ መንፈሳዊ ነገራት ውሽጣዊ ርድኢት ቅዱሳን መጻሕፍቲውን ከይተረፈ ምስቲ ዘንብብዎ ዚግንዘቦን ምስኡ ይዓቢ እዩ። ምስቲ ጵጵስናዊ ናይ ተኸተልቲ ሓወርያት መሰል ናይ ሓቅነት ህያብ ዝተቐበሉ ጳጳሳት ብዚገብርዎ ስብከት ይዓቢ። ቁጽሪ ቴስዓን ሓሙሽተን በቲ ልዑልን ጥበብ ዝመልኦን መደብ ኣምላኽ እምበኣር ቅዱስ ትውፊትን ቅዱሳት መጻሕፍትን ናይ ቤተ ክርስቲያን ሥልጣነ ትምህርትን ኩሉ ነንሓድሕዱ ኣዝዩ ዝተጠናነገን ዝተወሃሃደን ኮይኑ ስለ ዝተሠርዐ ሓደ ብዘይካቲ ካልእ ዝቐውም ክቐውም ዘይከኣል ምዃኑ ንጹር እዩ። ነፍሲ ወከፍ ኣብ ትሕቲ ጽልዋ መንፈስ ቅዱስ ብመንገዱ እናኸደ ኩሎም ሓቢሮም ብምሥራሕ ኣብ ድኅነት ነፍሳት ውጽኢት ዘለዎ እጃም የበርክቱ። ፍቁራን ኣሕዋተይን ኣሓተይን እዚ ሎሚ ዘንበብናዮ ክፍሊ መዝገበ ሃይማኖት ቀንዲ እቲ ዓንቀጸ እምነት ኢላ ቤተ ክርስቲያን እትቕበሎ ወይ ዶግማ እናበለ እናተባህለ ዝጽዋዕ ዘይልወጥ ዘይቅየር ጸኒዑ ዝነብር ትምህርቲ ቤተ ክርስትያን እንታይ ምዃኑ ዝገልጽ እዩ። እዚ ዓንቀጸ እምነት ንብሎ ዘለና ኣብ መንገዲ እምነትና ከም መብራህቲ ኮይኑ ዘብርሃልና ነቲ ክርስትያናዊ ሕይወትና ክንነብሮ ክንኮኖ ክንምርሓሉ ዘለና ብዘይ ጥርጥር ክንኣምኖ ዝግብኣና እቲ መባእታዊ ሓቂ ዝገልጸልና ምዃኑ እዩ። ኣብ ቤተ ክርስትያን ዶግማ ክበሃል ከሎ ወይ ዓንቀጸ እምነት ክበሃል ከሎ እቲ ዘይልወጥ ዘይቅየር ትምህርቲ ቤተክርስትያን እዩ። ብዝኾነ ይኹን ኩነታት ክጽሎ ዘይክእል ትምህርቲ ቤተክርስትያን ካብ እግዚኣብሔር ተቐቢላ ናብ ምእመናና እተሕልፎ እዩ። ናይ እምነት ኩነትና ኩሉ ምእመን ብጥምቀት ኣቢሉ መቸም ብመንፈስ ቅዱስ ዝወሃቦ መንፈሳዊ ምስትብዓል ከም ዘለዎ ትሰንሲስ ፊደ እናበልና ንጽውዖ እዚ ንነፍሲ ወከፍ ዝተጠምቀ ኣካል ዝተዋህቦ እዩ። እዚ ድማ ቤተ ክርስቲያን ብምልእታ ብዛዕባ እምነትን ስነ ምግባርን ካብ ጌጋ ከም እትሕሎን ዝገብረና ምዃኑ ትምህረና። ስለዚ እቲ መንፈሳዊ ምስትውዓል ንብሎ ዘለና ነቲ ዘይቅየር ዘይልወጥ ትምህርቲ ኣምላኽ ተቐቢልና ኣብ መዓልታዊ ሕይወትና እነተግብረሉ መንገዲ እዩ። ስለዚ ኣብዚ ዘንበብናዮ ካልእ እንረኽቦ እንታይ እንተ ኢልና ኣብ ምስትውዓል ክንዓቢ ከም ዘሎና ዝገልጽ ይፍላይ ካብ ተስዓን ኣርባዕተን ክሳዕ ተስዓን ሓሙሽተን ዘንበብናዮ ቁጽሪ እኳ ድኣ ኣምላኽ ዝገለጾ ግልጸት፣ እቲ Revelation ንብሎ፣ ኣብ ክርስቶስ ተፈጺሙ፣ ብእኡ ኸኣ ናባና ተመሓላሊፉ እንተኾነ፣ ቤተ ክርስቲያን ግና ነቲ ሓቅታት ብጸሎት፣ ብትምህርቲ መጽሓፍ ቅዱስ፣ ብምንባብ፣ ብመሪሕነት ጳጳሳት፣ በታ መሃሪት ኣካል እናተባህለት እትጽዋዕ ቤተ ክርስቲያን ዝኸይድን ናባና ዝመሓላለፍ ምዃኑን ይገልጸልና። እምበኣር እዞም ሰለስተ ትማሊ እውን ጠቒስናዮም ዝነበርና ነቲ ናይ እግዚኣብሔር ግልጸት ዘመሓልልፉልና ቅዱስ መጽሓፍ፣ ቅዱስ ትውፊት፣ እታ መሃሪት ኣካል ቤተ ክርስቲያን ወይ ማጂስተርዩም ናበልና እንጽውዓ እዘን ሰለስተ ኣክእላት እዚኤን ብእኡ ገይሩ ኩሉ እቲ ግልጸት ናባና ከም ዝመጽእ እዩ። ስለዚ እዞም ሰለስተ ከኣ ሓደ ብዘይቲ ሓደ ክቐውም ኣይክእልን። ሰለስቲኦም ብሓባር ንሓድነት ነፍሳትን ንቅድስናናን ዝምህሩን ዝመርሑን እዮም እምበኣር ኣሕዋተይን ኣሓተይን ናይ ሎሚ ንባብና ኣብዚ ክንውድእ ኢና እግዚኣብሄር ብድሓነ ሰላም ኣብ ናይ ጽባሕ የራክበና ኣኣብ ዘለክሞ እግዚኣብሄር ይባርክኩም ስብሃት ንኣብን ንወልድን ንመንፈስ ቅዱስን ይኩን ጥንቲ ከም ዝነበረ ሕጂ ከኣ ንወትሩ ንዘልኣለም ኣለም ኣሜን በስመኣብ ወወልድ ወመንፈስ ቅዱስ ሓደ ኣምላክ ኣሜን።